መርሓባ ዝኸበርኩምን ዝተፈተኹምን ክቡራት ስድራ ቤት ናይ ቻነል ከመይ ቀኒኹም ድሕሪ ሙቕ ዝበለ ፍሽኽታ ዝተሰንዮ ልባዊ ሰላምታይ ሕጂ ናብቲ ናይ ሎማዓንቲ መዘራረቢና ከብለኩም ሎማዓንቲ እንዘራረበሉን ክንዝክሮ ዝግብኣናን ማይ ይኸውን ብዛዕባ ማይ ካብ ዕለታት ሓንቲ ካብ ገዛይ ወጽየ ንበይነይ ከስተንትን ጀመርኩ። ኣብ ዝሓለፈ ናይ ስራሕ ግዜይን ኣብ ማሕበራዊ መነባብሮይን ዝገበርኩዎም እንዳ ኣስተንተንኩ ጽቡቕ ዝኸደን ጽቡቕ ዘይከደን ከዕርዮ ደለኒ እንዳ ሓሰብኩ ድሕሪ ነዊሕ ጉዕዞ ምጓዓዘይ ኣብ ሓደ ቦታ ዝዓቖረ ማይ ረኸብኩ። ኣብኣ ድማ ኮፍ መበሊ ስለ ዝነበረታ ኮፍ በልኩ። ኣብ ማሕበራዊ መነባብሮይ ዝነበረኒ መደባተይ ርእየ፣ ነቲ ሓዱሽ ሰሙን ድማ ብተስፋ መደባተይ ሰሪዐ ምስ ወዳእኹ፣ ነቲ ማይ ኣተኲረ ክጥምቶ ጀመርኩ። ክሓስብ ድማ ጀመርኩ፣ ማይ ሕብሪ የብሉን፣ ጨና የብሉን፣ ፈሳሲ'ዩ። ኢለ ድማ ስለማይ ከስተንትን ጀመርኩ። እንተኾነ ግን ከም ኩላህና እንፈልጦ እቲ ዝዓበየ ክፍሊ ዓለምን እቲ ዝዓበየ ትሕዝቶ ኣካላት ደቂ ሰባትን ብማይ ዝቆመ እዩ። እምበኣረይ ማይ ካብቲ እንሰትዮን መግቢ እንሰርሓሉን እነጻራርየሉ ኣብ መዓልታዊ መነባብሮና እንጥቀመሉ ካብኡ ሓሊፈ እቲ ንኹላህና ዝተውሃበና ጸጋታት ከስተንትንን ብዕምቈት ብዛዕባኡ ግዜ ወሲደ ክሓስብን ጀመርኩ። ማይ ማይ እቲ ዝበዝሐ ክፍለ ዓለም ደሓዘ እቲ ኣብ ክፍለ ኣካላትና እውን እቲ ዝበዝሐ እዩ። ሙቆት ናይዛ ምድርን ናይ ደቂ ሰባቱን ኣብቲ ዑደት ናይ ሙቆት ኣብ ኣካላት ደቂ ሰባት ዝግበርን ኣብ ምድሪ ዘሎ ኩነታት ኣየርን ኣብዚ እውን ብጣዕሚ ዓቢ ግደ ኣለዎ። ማይ ኣድማሳዊ ምጭታትን ማእዛታትን ከም ዘለዎ እውን ክሓስብ ጀመርኩ። ድሕሪ እዚ ደቂ ሰባት፣ እንስሳታት፣ ኣትክልቲ፣ ኮታ ብዘይ ማይ ክንነብር ከም ዘይንኽእል ክርዳእን ክሓስብን ጀመርኩ። ካብኡ ሕልፍ ድሕሪ ምባል ክሳብ ክንደይ ዝኣክል ማይ ይሰቲ ኣለኹ ኢለ እኹል ማይ ምስታይን ጥቕምታት ማይን እውን ከስተንትን ጀመርኩ። እኹል ማይ እንተ ደኣ ኣብ መዓልቲ ሰትየ ንምንታይ ይጠቕመኒ? ደኣክል ማይ እንተ ዘይሰትየኸ ንምንታይ ይጠቕመኒ? ብዝብል ድማ ብዕምቆት ማይ ኣብ ውሽጣዊ ኣካላትና ዘለዎ ጥቕምታትከ እንታይ እዩ? ኢለ እዚ ሓሳብ እዚ ድማ ኣነ ይዘኻኸሮን የስተንትኖን ስለ ዘለኹ ጥቕምታት ማይ እዚ ድማ ናብ ስድራ ቤተይ ከብሎ ብምባል ናባኹም ሒዘዮ ይመጽእ ኣለኹ። ጥቕምታት ማይ እኹል ማይ እንተሰቲና ነየናይ ክፍሊ ኣካላትና እዩ ዝጠቅም? ውሑድ ማይ እንተሰቲናኸ? እቶም ካልኦት ንሰትዮም ምቁራት መስተታት ሉስሉሳት መስተታት ከ ክንዲ ማይ ድሰተና ድዮም ድሕሰቡ እንታይ ትሕዝቶ ከ ኣለዎም ዝብል ሕጂ ክንርኢ ኢና። ልክዕ ከምቲ ኩላህና እንፈልጦ ማይ ብጽኑዕ በረድ ፈሳሲ ማይ ጋዛዊ ንምስትንፋስ ዝጠቕመና ኤች ክልተ ኦ መንጎ እዞም ክልተ ናይ ማይ ናይ ምቅያርን መስርሕን ልዕል ዓቕን ሙቆት ኣብ ምድሪ ብተዛማዲ ክመጣጠንን ይገብር። ካብኡ ሓሊፉ ድማ ማይ እቲ ዝበላዕናዮ መግቢ ሓቒቑ ነናቦትኡ ክኸይድ እቲ ዘድልየና ንኣካላትና ዝጠቅም ሓይልን ምቆትን ክህበና ዝኽእል ውሽጢ ኣካላትና ኣዝዩ ኣገዳሲ ዝኾነ ኣብ ውሽጥና ንክተርፍን እቲ ዘየድሊ ድማ ንኸፅርን ድማ እዚ ድማ ዓብዪ ምስራሕ ኣለዎ ልክዕ ከምቲ ኣብ ደገ ነፅርየሉ ንሓፅበሉ ንውሽጢ ኣካላትና እውን ኣዝዩ ኣገዳሲ እዩ ልክዕ ከምኡ ናይ ምፅራይ መስርሕ ኣለዎ እምበኣረይከስ እኹል ማይ ብምስታይና ዓይነት ነየናይ ክፍሊ ኣካላትና እዩ ብቐዳምነት ዝጠቅም ክንብል እንተኾይንና ንቆርበትና፣ ንልብና፣ ንኩሊትና፣ ንሓንጎልና፣ ንጭዋዳታትና ከምኡ እውን ንሳንቡእና እዚኦም ልክዕ ምስቲ ናይ ምንባር ኩነታትና ኣዝዮም ዝተተሓሓዙ ህዋሳት ክፍሊ ኣካላትና እዮም። ሳንቡእ ክንብል ከለና ከነተንፍስ ኣለና ሰብ ክነብር እንተ ኮይኑ ኩሊት ድማ እቲ ኣብ ውሽጢ ኣካላትና ዘሎ ዝፀርየሉ መስርሕ ኩላህና ከም እንፈልጦ ብሰለስተ ኣገባባት እዩ ዝፀሪ ብረሃፅ ብሽንቲ ብቕልቅል ማለት እዩ ኩሊት ደኣ እሞ ነዚ ናይ ርስሓት ምፅራግ መስርሓ እንተ ደኣ ክትሰርሕ ኮይና እኹል ማይ ክህልዎ ኣለዎ ሓደ ሓደ ግዜ ሽንትና ክንሸይን ከለና ብጫ ይኸውን እዚ እቲ ምልክት እቲ ኣካል ይዛረባሉ እኹል ማይ ኣይሃብካንን እኹል ማይ ኣይትሰትን ኢኻ ዘለኻ እኹል ማይ ስተ ዝብል ስለዚ ኣብዚ ሰዓት እዚ እኹል ማይ ክንሰቲ ይግብኣና ዋላ እውን ካብቲ እንሰትዮ ማይ ካብ ንበልዖ መግቢ ፀፀር ኣብ ኩሊትና ይርከብ ብዙሕ ማይ እንተ ደኣ ንሰቲ ኮይና እሱ እውን ብዘይ ቃንዛ ብዘይ እቲ ፀፀር ናብ ምምዕባል ናብ ምዕባይ ክወፅእ እውን ይኽእል እዩ እዚ ግን እኹል ማይ ምስ ንሰቲ እታ ኩሊት እውን ዝግባእ ጭንጉዐ ምስ ገበረት ክትሰዶ ትኽእል። ካልእ ዝረኣኹዎ እንታየ ከዘኻኽረኩም ዝደሊ እዞም እንሰትዮም ልስሉሳት መስተታት ኮኳ፣ ፋንታ፣ ስፕራይት፣ ሰብን ኣፕ፣ ሬድ ቡል እዚኣቶም ኣዝዩ ልዑል ዝኾነ መጠን ሽኮር ኣለዎም። ኩላህና ንፈልጦ ኢና ንምዝኽኻር ኢለ እየ ዘምጾ ዘለኹ ካብ ሓሙሽተ ክሳብ ሽዱሽተ ማንካ ናይ ሽኮር ዝኸውን ሓሙሽተ ሽዱሽተ ማንካ ሽኮር ዝኸውን ኣብ ውሽጢ ትሕዝቶ ኣለዎ ከም ፈሳሲ ተሰሪሑ ምቁር ተሰሪሑ ግን በቲ ሓደ ወገን ክትሪኦ ከለኻ ከዓ እቲ ሽኮር ኩሉ ግዜ ንኣካላትና ፅቡቕ ኣይኮነን። ፅቡቕ ከም ዘይኮነ እውን ኣብኡ ከለኹ ተረድኤ። እዚ ኩላህና ንፈልጦን ኩላህና ንነብረሉ ደለናን እዩ። ኣነ ከም መዘኻኸሪ ኢለ ይጠቅም ኢለ እዚ ሓሳብ እዚ ዘምፆ ዘለኹ። ኣይንፈልጦን ኢና ማለት ኣይኮነን። እምበኣረይክስ ጥቕምታት ማይ ከምዚ ጌርና ካብ ዘከርና፣ ማይ እቲ ዝበዝሐ ክፍለ ዓለም ሒዙ ዘሎ ካብ ኮነ፣ ኣብ ኣካላትና እውን ንሙቖት ናይዛ ምድርን ንሙቖት ኣብ ነብስና ዘሎን ዝቋጻጸርን ዘማጣጥንን ካብ ኮነ፣ ኣትክልትን እንስሳታት እውን ነቲ ዝበልዕዎ መግቢ ንምሕቓቕን ነቲ ኣብ ኣካላቶም ዘሎ ሙቖት ንምቁጽጻርን እሱ እውን ዓብይ ግደ ኣለዎ ስለዚ ማይ ብባህሪኡ ንደቂ ሰባት ንእንስሳ ንኣትክልቲ ብዘይ እዚ ማይ ዝበሃል ነገር ክንነብር ከም ዘይንኽእል ኢና ኩላህና እንርዳእን እንፈልጥን ከምዚ ካብ ኮነ እሞ ከዓ ነቲ ውሽጣዊ ኣካላትና ዝጠቅም ካብ ኮነ ኣዝዩ ከምዚ ዓይነት ጥቕሚ ካብ ሃለዎ ማይ ንምስታይ ከይተፀገምና እኹል ዝኾነ ማይ ንኣካላትና ክንህቦ ይግባኣና እዩ ክንደይ ዝኣክል ማይ የድሰቲ ዘለኹ ኢለ ከስተንትን ምጀመርኩ እየ እዚ ውሽጢ እትው ኢለ ብዕምቆት ርእየዮ እሞ ንፈልጦ ኢና ኩላህና ንገብሮ ኢና ኩላህና እንተኾነ ግን እኹል ማይ ንስተ። ኣብ መወዳእታ እንታይ እዩ ክብል ደልየ እዚ እኹል ማይ ብምስታይና ናብ ምጥቕላል ገጸየ ኣብ ውሽጣዊ ኣካላትና ኣብ ኩሊት፣ ኣብ ልቢ፣ ኣብ ሓንጎል፣ ኣብ ጭዋዳታት፣ ኣብ ሳምቡእ ልክዕ ከምኡውን ኣብ ቆርበትና ዓብዪ ኣስተዋፅኦ ኣለዎ። እቶም ሽኮራውን ምቁራት መስተታትን ልስሉስ መስተታትን ዘይኮኑ ማይ ምስታይ እየ ክብል ደልየ። ናይ ሎምዓንቲ ዛዕባ መዘራረቢና እዚኣ እያ ክትከውን፣ ጽን ኢልኩም ስለ ትሰምዑኒ የቐንየለይ። ጀማሪት ስለ ዝኾንኩ ኣብዚ ከይበልኩኹም ክሓልፍ ዘይደሊ ጀማሪት ስለ ዝኾንኩ ኣብ ኣዘራርባይ፣ ኣብ ዲስክሪፕሽን፣ ኣጸሓሕፋይ፣ ኣብ ኩሉ ዝኾነ ጌጋታት ክህሉ ይኽእል እዩ። እዚ ድማ እቲ ናትኩም ሓሳባት ከም ጀማሪት ምዃነይ መጠን ኣዝዩ ሃናጺ ስለ ዝኾነ ብግልጽነት ንዘራረብ። ከም ስድራቤት እቲ ዘሎ ንዓይ ውን እንዳዓበኹ እንዳማዕበልኩ ክኸይድ እንተድኣ ኮይነ ርኢኹም ስቕ ዘይኮነ በቲ ዘሎ እዝስ ከምዚ ተኾነዶ ኣይምሓሸን ከምዚ ግበርዮ እንተልኩምኒ ደስ እንዳበለኒ እየ ዝቕበሎ ንዓይ ድማ ሃናጽን መሃርን ስለ ዝኾነ እቶም ትሕብሩንን ከምዚ ክኸውን ነይርዎ ትብሉኒ ጽቡቕ ክትሕብሩኒ ክትነግሩኒ ከም ኩሉ ግዜ ስለ ኩሉ ነገር ከየመስገንኩኹም ክሓልፍ ኣይደልን ስለ እትገብሩለይ ምትብባዕን ሸር ሳብስክራይብ ላይክ የቐንየለይ ብካልእ ኣጋጣሚ ክሳብ ንራኸብ ሰሰናዩ ቻው